ብዛዕባ ክታብ ፊቅህ ኢና ዘለና ወቲ ዝሓለፈ ትምህርቲ ከም ዝረኣናዮ ብዛዕባ ዓይነት ነጃሳት እቲ ከም ዝበልናዮ እቲ ኣጸያፊ ወይ ከዓ ርስሓት ተባሂሉ ኩሉ ሰብ ዝጸልኦ ዘይኮነስ ኣብ ሸርዒ ዝመጸ ደሊል ዘለዎ እዚ ነጃሳ እዩ እንተ ተባሂልና

እቲኦም ርስሓት ዝበሃሉ ወይ ከኣ ነጃሳት ዝበሃሉ ደኣ ከመይ ከመይ ዝኣመሰሉ እዮም? ስለዚ ነጃሳ ክትብል እንተ ደኣ ኰንካ ደሊል የድልየካ። ደሊል የድልየካ እስሻ ኣላህ ካብኡ ብምቕጻል ሎምዓንቲ እንርእዮ ዓይነት ናይ ነጃሳት ይኸውን እንሻ ኣላህ። የቁሉ ሸኽ ረሕመሁላህ

እምበኣርከስ እቲ ነጃሳ ዝበሃል፣ እቲ ርስሓት ዝበሃል፣ እቲ ካብ ክዳንናን ካብ ቦትኡን ክነጽርዮ ዝግበኣና፣ እንታይ ኢሉ ሸይኽ ረሒመሁላህ፣ ኩሉ ማ ኸረጀ ሚን ጀውፊ ሙሓረመን ኣክል፣ ኩሉ ሓራም ዝኾነ ክንበልዖ ናቱ ሽንቲ ይኹን ቀልቀል ይኹን ደም ይኹን እዚ ብምሉኡ እዚ እንታይ እዩ ሓራም እዩ እንታይ እዚ እቲ ዘይብላዕ እቲ ዘይብላዕ እቲ ዝብላዕ ግን እንሻኣላህ እንታይ እዩ ጣህር እዩ ማለት እዩ እቲ ዝብላዕ ኩሉ ግዜ ጣህር እዩ ወላ ሽንቱ ይኹን ወላ እቲ ደም ኢላ መስፉሕ እቲ ዝተሓረደሉ መጀመርያ ዝወፀ እንሻላ ክንሪኦ ኢና ሓደ ብሓደ ስለዚ እቲ ሰዋእ ካን ሚን ኣልኣደሚ ወላ ወዲ ሰብ ወዲ ሰብ ኣስሉ ጣህር ኢልና ከም ሰብ ግን ነጃሳት ኣሎ ካብ ወዲ ሰብ ዝወፅእ ንፈልጦ ኢና ግን ብደሊል ክንሪኦ ደሊና ኣለና ብደሊል ክንሪኦ ደሊና ዘለና ሓደ ካብኡ እንታይ እዩ ኣልቦል ሽንቲ ማለት እዩ ሽንቲ ነጅስ እዩ እንታይ እዩ ደሊል እንታይ እዩ እቲ

ሓደ ካብኣቶም ይዕዘቡ ነይሮም ኣብ ቀብሪ ሃዳ ምን ሙዕጅዘት ነቢ ሰለላሁ ዓለይሂ ወሰለም ኻሰን ነቢ ዓለይሂ ሰላት ወሰላም ዝተወሃቦም ኣብ ቀብሮም ከለዉ ኣሕዋል ናይቲኦም ዝሞቱ ክነግሩና እንከለዉ ይቑፅዑ ኣለዉ ኢሎምና ነቢ ዓለይሂ ሰላት ወሰላም ሓደ ካብኦም እንታይ እዩ ነይሩ ሓደ እቲ ዝሞተ ቀብሪ እንታይ እዩ ካብኡ እንታይ ነይሩ ካብ ሽንቱ ኣይጸርይን እዩ ነይሩ ያዓኒ እንታይ ማለት እዩ ጽቡቅ ገይሩ ሽንቲ ክሸይን ከሎ ወይ ኣይግደስን ነይሩ ወይ ሸለል ይብሎ ነይሩ ወይ ጽቡቅ ገይሩ እቲ ነጃሳ ካብ ነብሱ ኣይፈልዮን ነይሩ ስለዚ ዓላ ኩሊን እቲ ሽንቲ ብሰንኪ ሽንቱ ዓዛብ ናይ ቀብሪ ሓደ ካብቲ ምክንያት መቅጻዕቲ ናይ ቀብሪ ሽንቲ እዩ

ከም ዝበልክዎ እትኦም ዝብልዑ ናቶም ሽንትን ናቶም ታሽሙን ሓላል እዩ ንዓም ግን እቲ ሽንቲ ናይቲ ዘይብላዕ ምንድምንሁ ወዲ ሰብ ማለት እዩ ስለዚ እቲ ወዲ ሰብ ሽንቱ ስለ ዘይጸሪ ዝነበረ ስለ ዘይከናኸኖ ዝነበረ ስለ እንታይ ጽቡቅ ገይሩ ካብ ነብሱን ካብ እንታይ ሽምኡን ስለ ዘይጸሪ ዝነበረ ብኡ ከኣ መሰረት እንታይ ላ የስተንዚሁ ሚን በውልሂ ስለዚ ኣብኡ እንኮለና ሽንቲ እንታይ ክግበር ይግብኦ ክነጥረካ የብሉን ክትውድእ እንከለኻ ሙሉእ ብሙሉእ ከም ዝወዳእካ ክትፈልጥ ኣለካ ማይ ዘለዎ ማይ ብማይ ገይሩ ክሕፀቦ እንተዘይኮይኑ እውን ብመናዲል ወይ ከዓ ብሶፍት ገይሩ ከፅርዮ ቅልጥፍ ቅልጥፍ ከይበልካ ያኒ ህዱእ ኢልካ እዚ ነገር እዚ ናይ ዓዛብ ኣልቀብር ምኽንያት ስለ ዝኾነ ኣገዲስና ክንሪኦን ክንከታተሎን ይግባኣና ማለት እዩ ስለዚ ሓደ ካብቲ ደሊል እንታይ ማለት እዩ ሽንቲ ማለት እዩ ወኣይደን ካልእ ሓዲስ ኣለና ደሊል ሽንቲ ነጃሳ ምዃኑ እሱ ከዓ

እሱ እንዳ ሽሙ ስነ ስርዓት ኣይፈልጡን እዮም መብዛሕቲ ግዜ ኣብ ከተማ ስለ ዘይኮኑ ናይ ትምህርቲ እንታይ ኣለዎም ድሕርነት ኣለዎም ስለዚ እዚ ዓራቢ እዚ ኣይፈልጥን እዩ ነቢ ዓለ ሰላት ሰላም ክዛረቡ እንከለዉ ዘረባ ጥዒምዎ ክገድፎም ስለ ዘይደለየ ኣብቲ መስጅድ ኣብቲ ኮርነር ከይዱ እንታይ ገይሩ ሸይኑ ኣልቂሳ ማዕሩፍ ሕጂ ካብቲ ሻሂድ ካብ ተቂሳ እንታይ እያ ነቢ ዓለይሂ ሰላቱ ሰላም እንታይ እዮም ኢሎም ድሓር ያኒ ሳንኬሎ ዝኾነ ማይ ወይ ከዓ ማይ ኣምፁሞኒ ኣፍስስዎ ኢሎም ኣብቲ ዝሸኖ ሽዑ ከላስ ፀርያ ማለት እዩ ረሳሕ ነይሩ እንተዘይከውን ነጃሳ ነይሩ እንተዘይከውን ነቢ ዓለይሂ ሰላቱ ሰላም ከምኡ ኣይምበሉን ነይሮም ከምኡ ኣይምበሉን ነይሮም ፈሃዛ ደሊሉን ዓላ ነጃሰቲ ልበውል

ብእምኒ ገይሮም የጽርይዎ ነይሮም። ኣልእስትጅማር ወኣልእስትንጃእ፣ እስትንጃእ ቢልማእ ክኸውን ከሎ እስትጅማር ከኣ ብእምኒ ወይም ከኣ ንዑ ዝትክእ ኣብዚ እዋንና እዚ ብሶፍቲ መሳሊ ጥራሕ ክትገብር ትኽእል ኢኻ ቀልቀል ምስ ትወጽእ ማለት እዩ ክትጸሪ ትኽእል ኢኻ እዚ ሕጂ ሓደ ካብቲ ነጃሳ ምዃኑ ዘረድኣና ማለት እዩ

ነቢ ዓለይሂ ሰላቱ ወሰላም ኣይፍቀድን እዩ ኢሎም። ወይ ከኣ ዓጽሚ ኣብ ደገ እንድሕር ርኢኻ፣ ብዓጽሚ ጌርካ ኣብ በረኻ እንድሕር ረኺብካ፣ ኣብኡ ጌርካም ከተጽርይ ኣይትኽእልን ኢኻ። ንምንታይ እዩ እዚ ክልተ እዚ እዚ ኣየጽርይን እዩ ኢሎም ነቢ ዓለይሂ ሰላቱ ወሰላም። ወካልእ ሓዲስ መጺኡ ኣሎ እዚ እንታይ እዩ እቲ ዓጽሚ ናይ ኣጅናን ምግቢ እዩ፣ ስጋ ይበቑለሎም፣ ወቲ በቕሊ ፈረስ ከኣ ነቲ ናይ ኣጅናን በቕሊ ፈረስ ናቶም ምግቢ እዩ ኢሎም። ስለዚ ፈደላ ሃذ ዓላ ልቃይጥ ዓይደን ነጅስ ስለዚ እቲ ቃይጥ ወይ ከዓ እቲ ቀልቀል ብማይ ክፀሪ ከሎ ወይ ከዓ ብእምኒ ክፀሪ ከሎ እንታይ ምዃኑ የረድኣና ኣሎ ርስሓት ምዃኑ ነጃሳ ምዃኑ ከነጽርዮ ከም ዝግብኣና ነቢ ዓለይሂ ሰላቱ ወሰላም ከኣ ይሕጸብዎ ወይ ከኣ ብእምኒ ጌሮም ከኣ የልግስዎ፣ የጽርይዎ፣ ኔሮም። ስለዚ ካብዚ ርኢና ከኣ እዚ ቐልቀል ነጃሳ እዩ ንብል ማለት እዩ። መን እዩ ኣደሚ? ኣብዚ ሕጂ ወዲ ሰብ ኣብ ናይ ወዲ ሰብ ኢና ዘለና ካብ ናይ ወዲ ሰብ ዝወጽእ ካብ ውሽጡ ማለት እዩ ሽንቲ ርኢና ነጅስ ምዃኑ ቀልቀል ርኢና ነጅስ ምዃኑ ወከዛሊክ እንታይ ኣለና ካልእ ወዲ ተባዕታይ ናቱ ናይ ዘርኢ ፍረ ዘርኢ መኒ ወይ ከዓ ስፐርም ተባሂሉ ዝጽዋዕ ሀል ነጃሳ ድዩ ወላ ጣህር ኣብዚ ሕጂ ክተለፉ ዑለማ ክልተ ቀውል ክንርኢ ኢና ኣይና ኢ ከዓኒ እቲ ዝተረረን እቲ ናይ ሸኽ ማሕሙድ ሳልሕ ኣልዑሰይሚን ረሒመሁላህ ዝኾዶ ራኢ ወከዛልክ ኣቅረብ ነቲ ሓቂ ዝኾነ ክንሪኦ ኢና ገሊኦም እንታይ ኢሎም ነጃሳ እዩ ንምንታይ እዩ እንተ ምስ በልዎም እቲ ናቶም ምክንያት ዝሃብዎ እንታይ እዩ እዚ መን እዚ ኣሃ በቲ መውፅኢ ናይ ርስሓት ስለ ዝወፅእ ስለዚ እዩ እንታይ ኮይኑ ስለዚ እዩ ነጃሳ ኮይኑ ማለት እዩ ስለዚ እዩ ነጃሳ ኮይኑ ይብሉ ሓደ ወከዛሊክ ነቢ ዓለ ሰላት ወሰላም ሓፂቦሞ ሓፂቦሞ ዝብል ሓዲስ ኣሎ ሓፂቦሞ ዝብል ሓዲስ ኣሎ ክንሪኦ ኢና እንሻ ላ እዚ እቲ ምክንያት ናቶም ዘቕረብዎ እዩ ማለት እዩ እዚ ናቶም ምክንያት ዘቕረብዎ እዩ ነዚ ኣንጻር ራእይ ወይ ከዓ እቲ ናይ ሸክ ማሓሙድ ሳሎ ልዑተይሚን ራሒማላ ዝኸዶ ራእይ ወይ ከዓ እቲ ንቀረባ ዝኾነ እንታይ እዩ መኒ ናይ ወዲ ተባዕታይ ዘርኢ ጣህር እዩ ነጅስ ኣይኮነን ነጅስ ኣይኮነን ጣህር እዩ እንታይ እዩ ደሊልኩም እንታይ እዩ ደሊልኩም ናዓም ደሊል ሓደ እቲ መጀመርያ ካብ ሽንቲ መውጽኢ ዝወጽእ ዝበልኩምና ኢሎም ክምልሱሎም ከለዉ እሞ ወዲ ሰብ እኮ ብናይ በቲ ዝወፅእ ካብቲ ብማህፀን ጓል ኣንስተይቲ ገይሩ እዩ ዝወፅእ ሓደ ስለዚ ኩሉ ካብ ብሽንቲ ዝወፅእ ነጃስ ኣይኮነን በል ወዲ ተባዕ ብ ወዲ ሰብ ውን ብኡ ስለ ዝወጽእ ወዲ ሰብ ክፍጠር እንከሎ ከኣኒ እንተ ነጅስ ኢልናዮ ነሚ መኒ እንተ ነጅስ ኢልናዮ ኣስሉ መፍጠሪ ናይ ወዲ ሰብ እሱ ስፐርም እዩ ስለዚ ወዲ ሰብ ከኣ ከም ዝረኣናዮ ጣህር እዩ ኣዘ ኣስል ስለዚ እንተ ኣላ ስብሓን ወተዓላ ኣክሪምዎ ንወዲ ሰብ ክብረት ሂብዎ ስለዚ ሓደ ሙእሚን ከዓኒ ብነጃሳ ገይሩ ዝተፈጢሩ ክበሃልሲ ኣይክእልን እዩ ሊኣኑ እቲ መኒ ጣህር እዩ ኣላ ስብሓን ወተላ ካላ ንዓና ብጣሃራ ገይሩ ወይ ከዓ በቲ ፁሪ ገይሩ እዩ ኣላ ስብሓን ወተላ እንታይ ገይሩና ፈጢሩና ሓፂቦሞ ዝብል ክንሪኦም ከለና ከዓኒ ኩሉ ዝሕፀብ ነጃስ ኣይኮነን እንተ ዓኽታ ኣብ ክዳንካ ርኢኻያ እንታይ ትገብራ ተሓፅባ ኻልእ ንስኻ ስኽፍክፍ ዘብል ነገር ኩሉ ረሳሕ ኣን ጀነራል ትሓጽቦ ኢኻ እዚ ኸኣ ከምኡ ተዳሪኻዮ በል ሰትና ዓይሻ ረዲየላሁ ዓንሃ ካልእ ሓዲስ ክንሪኦ ኢና እንታይ ኢለን ምስ ነቐፀ እንታይ ገብርኦ ነይረን እንታይ ዝበሃል ይፍርክስኦ ነይረን ከምዚ ምስ ነቐጸ ፍርክስ ፍርክስ የብልኦ ነይረን ወቲ እቲ ሽንቲ ወይ ከዓ እቲ ዘርኢ ናይ ወዲ ተባዕታይ እንታይ ሽሙ እንተ ኣሎ ግን ምስ ትሕደይ ነቐጸ ይሓፅብኦ ነይረን እዚ ማለት እንተ ደኣ ነጃሳ ነይሩ እንተዝኸውን ብምፍርካስ ጥራሕ ኣይምተበለን ነይሩ ጠሃራ ኣይምኾነን ነይሩ ንምንታይ እዩ ክሕፀብ ኣለዎ

ከም ዝበልናዮ ነጃሳ ነይሩ እንተዝኸውን ብምፍሕፋሕ ጥራሕ ክፀሪ ዝግብኦ ኣይኮነን። ንምንታይ ክፀሪ ኣለዎ ክሕፀብ ኣለዎ ና ስለዚ ኣላ ስብሓን ወተላ ወከሊከ ልመንዩ ኣስሊ ልኢንሳን ወዲ ሰብ ዝተፈጠሮ ካብ ምንታይ እዩ ካብ

ንሓደ ካብ ያኒ ነዚኦም ኣንብያ ደቂ ሰባት እዮም ሩሱል ደቂ ሰባት እዮም ተደኣ ነጅስ ኢልናዮ ዝመኒ እዚ መኒ ከዓኒ ኣስል መፍጠሪ ናይ ወዲ ሰብ እዩ ስለዚ ኣይግባእን እዩ ማለት እዩ ኣይግባእን እዩ ስለዚ ክንሪኦም ከለና ክንሪኦም ከለና ጀነራል ስፐርም እንታይ እዩ? ስፐርም ጣህር እዩ። ስፐርም ጣህር እዩ። እዚ ቀውል ክልተ ቀውል ኣለዎ ኢልና እቲ መጀመርያ ዝረኣናዮ ቀውል ኣሎ ናይ ዑለማ ነጅስ ዝበልዎ ግን እቲ ንሪኦ ወይ ከዓ ሸክ መሓመድ ሳላ ልዑተይሚን ረሒማላ ዝኸድዎ ጣህር እዩ ደሊል ደሊል ሓደ ኣላ ስብሓን ወተዓላ ዝፈጠረና ካብ ፅሩይ ከይኑ ደቂ ሰባት ከዓኒ ኣንቢያ ይኹኑ ሩሱል ካብ ርስሓት ወይ ካብ ነጅስ ዝተፈጠሩ ይኮኑን ኣይበሃልን ከምኡ ካልኣይ ነቢ ዓለይሂ ሰላቱ ወሰላም እንተ ነቒጹ ረኺቦሞ ኣብ ስሪኦም ይኹን ኣብ ካልእ ኣይሓጽብዎን እዮም ነይሮም እንተ ነቒጹ ይፍርክትዎ እዮም ነይሮም ስለዚ ነጃሳ ነይሩ እንተ ዝኸውን እንታይ ምኾነ ነይሩ ምተሓጸበ ነይሩ ስለዚ ኣልቀውል ራጅሕ እቲ ዚ ዓበየ ወይ ከዓ እቲ ዝተረረ ቀውል እንታይ እዩ መኒ ጣህር ኢንሻ ኣላህ

ጥፍጣፍ ከ ጥፍጣፍ ጣህር እዩ እጅማዕ ኩሉ ዝተሰማምዑሉ እዮም ዑለማ ኩሎም ዝተሰማምዑሉ እዮም እንታይ ጥፍጣፍ ጣህር ምዃኑ ካልእ ደሊልና ኸ ካልእ ደሊልና ነቢ ዓለ ሰላት ወሰላም ኣብቲ ኣኽር ሓያቶም ነቢ ዓለይሂ ሰላቱ ወሰላም እንታይ ይፈትዉ ነይሮም? ሚስዋክ ይፈትዉ ነይሮም። ካብቲ ሱና ዘይገድፍዎ ነይሮም። ለውላ ኣሹቀ ዓላ ኡመቲ ለኣመርቱሁም ቢሲዋክ መዓ ኩሉ ውዱእ ፊ ሪዋያ መዓ ኩሉ ኣሰላህ ነቢ ዓለይሂ ሰላቱ ወሰላም ብጣዕሚ ያኒ መወጽ ይፈትዉ ነይሮም። ንኡም ማይሲ እንተዘየሸግሮም ነይረ ኩሉ ግዜ ምኣዘዝክዎም ነይረ ኣብ ኩሉ ግዜ ኣብ ውድኦምን ኣብ ሰላቶምን ክገብሩ። ረቢ ስብሓነ ወተዓላ ይወፍቐና።

ዓብዱራሕማን ወዲ ሓፍተን ንመን እዩ ወዲ ሓፍተ ኖኖ ዓብዱራሕማን ሓዋ ንስቲ ንዓሻ ረዲ ላ ዓንሃ ኢብኒ ኣብበክር ዓብዱራሕማን ኢብኒ ኣብበክር ምስ ኣተወ ኣብ እቲ ቦኣብቲ ኣብቲ ጅቡኡ እንታይ ነይራ ሚስዋክ ነይራ ድሓን ነቢ ዓለ ሰላት ሰላም ከኣነሆም ደልዮማ ነዚኣ ሚስማክሲ ትትምወፅ ኢሎም ገፀን ምስ ረኣይኦም ስትና ዓሻ ረዲ ላ ዓንሃ ካብቲ ካብዚ እንወስዶ እንታይ እዩ ሰበይቲ እቲኣ ፈራህ ረቢ ወይ ከዓ ትፈትዎ ንሰብኣያ ተፍቅሮ ትንከናኸኖ ገና ከይተዛረበ እንከሎ ሽሪድ ሄር ማይንድ ይበሃል ኣብዚ እቲ ናትካ ውሽጣዊስ ትርድኦ እዚ ዓይነት ሰበይቲ ረቢ ማሻ ኣላህ ዘለዎ ረቢ ሂብዎ ንዘይመርዓዊ ከዓ ረቢ ስብሓን ተዓላ ይሃብኩም እንታይ እዩ ያኒ ትፈልጦ እቲ ስምዒታቱ እንታይ ይደሊ ረብሻ ድዩ ጸሊኡ ዘረባ ድዩ ጸሊኡ ከ ደይፈትዎ ነገር ካብኡ ትርሕቕ ኢላ ኣኽሪ እዚኣ ሰትና ዓሻ ረድየላሁ ዓንሃ ጠዋሊ ምስ ረኣይኦም ኣብኡ እንከለዋ እንታይ ገይረን ኣብኣ እንከላ እቲኣ ምወጽ ኣምጽኣ ኣቢለን እሱ ተመዋዊጽዋ ነይሩ ሕጂ ንሰን እውን ኣቢለን ኣለስሊሰን ነቢ ዓለይሂ ሰላቱ ወሰላም ሂበንኦም ኣብዚ እንታይ ይወዝዑ ለማ እቲ ኦሬዲ እንታይ ኣሎ ጥፍጣፍ ኣተት ይሰናኣየ እንተ ያመወጽ ስለዚ ጣህር እንተ ዘይከውን ነሩ ነቢ ዓለይሂ ሰላቱ ወሰላም ኣብ ኣፎም ኣይምገበሩዋን ነሮም ስለዚ እዚ ጣህር እዩ ማለት እዩ ጣህር እዩ ሙኻጥ ኣደሚ ዓኽታ ዓኽታ ኸ ዓኽታም ጣህር እዩ ዓኽታም ጣህር እዩ ዓኽታ ክንሪኦም ከለና ሰክክፍፍ ይብለካ ክትሪኦ ደስ ኣይብለካን ሓንተወይ ዝወሰድናዮ ወይ ከዓ ዝሓለፈ ደርስና ኩሉ ነብስና ትፀልኦ ነጅስ ማለት ኣይኮነን ነው ነጅስ ማለት ሸሪዓ ሓዲስ ዝመፀ ደሊል ዘለዎ ጥራሕ እዩ ነጅስ እዚ ሕጂ ዓኽታ ነብስኻ ደስ ኣይብለካን እዩ ከምዚ ረሳሕ እዩ ግን ነጃስ ኣይብሉን ነጃስ ኣይኮነን ደሊል ከንታይ እዩ ደሊል ነቢ ዓለይሂ ሰላቱ ሰላም እንታይ ኢሎም ኣመረ ልሙሰሊ ኣን ኢዛ ተመኸጠ ኣን የኩነ ዛሊከ ፊ ሰውቢ ኣው ዓን ኤሳሪ ኢዛ ካነ ፊ ገይሪ መስጅድ እንዳሰገድካ ከለካ ዓኽታ እንድሕር መፂካ ኣብ ክዳንካ ወይ ኣብ ሒዝካዮ ዘለካ ወይ ኣብ ሶፍቲ ይኹን ኣብዚ እዋን እዚ ጌርካ ኣብኡ ጌርካ ሰብ ሕጂ እቲ ምሳኻ ኣሎ ማለት እዩ ምሳኻ ኣሎ ወይ ከዓ ንፀጋምካ ጡፍ ትብሎ ወከዛሊክ ያኒ መሳጊድ ከማን ያኒ ኣብቲ ሓመድ ዝነበረሉ ግዜ ኣብ ታሕቲ ኣብ ካልእ ሓዲስ ኣሎ ኣብ ታሕቲ ጦፍ ትብሎ እዚ ሕጂ እንታይ የረዳኣካ እዚ ጣህር ምዃኑ ተዓኽታ ጣህር ምዃኑ የረዳኣካ ማለት እዩ ካብ ወዲ ሰብ ካልእ ዝወፅእ ንሪኦ እንታይ እዩ ረሃፅ እዩ ረሃፅ ናይ ወዲ ሰብ ጣህር እዩ ረሃፅ ናይ ወዲ ሰብ

እቲ ረሃፅ ከዓኒ መሰለ ሕጂ ኣድጊ ኢልና ነርና ኣድጊ እንታይ ኢልና ነርና ዝሓለፈ ትምህርትና ክትሕረዞ ወይ ከዓ ክትከናኸኖ ወይ ከዓ ክትከላኸሎ ስለ ዘሸግረካ ሲ ብምንታይ ኣመሳሲልናዮ ነርና ብምንታይ ቅያስ ወሲድና ነርና ብናይ ድሙ ድሙ እንታይ'ያ ጠዋፋ? ነቢ ዓለይሂ ሰላቱ ወሰላም እንታይ'ዮም ኢሎማ ነይሮም? ኣብ ገዛኹም ኮለል ስለ እትብል ንሳ ንሳ እንታይ'ያ? ጣህር'ያ ኢሎማ ነይሮም ነቢ ዓለይሂ ሰላቱ ወሰላም። ስለዚ እዚ ኣድጊ ከኣ ከምኡ ኣብ ገዛኻ ኣሎ ምሳኻ ኣሎ ስለዚ እቲ ናቱ እንታይ'ዩ ክትከናኸሎ ስለ ዘሸግረካ ስለዚ እንታይ'ዩ ጣህሪ ማለት'ዩ ጣህር'ዩ ማለት'ዩ። ልዒላ ፊል ሂራ

ኣማ እቲ ሽንታን ቀልቀላን ናይ ድሙ እሱ ነጅስ እዩ እሱ ነጅስ እዩ ንምንታይ ኣብቲ ካራጎሪ ናይቲኦም ዘይብልዑ ስግኦም ዝበልናዮም ኣውያ ተኣቱ ግን ከም እንስሳ ከም ድሙ እሳ ጣህር እያ እሳ ጣህር እያ ልክዕ ከም ሰብ ማለት እዩ ሰብ ኮፍ እንተ ብዳ ኢሉ ሰላም እንተ ዳ ኢሉካ ኦ ነጅሱ ኢልካ ትሕፀቦ ነገር ኣይኮነን ጣህር እዩ ግን እቲ ሽንትን ቀልቀሉን ከንታይ እዩ እቲ ሽንትን ቀልቀሉን ከኣ ነጅስ እዩ ስለዚ እቲ ኣቅድሙ ከኣ ከምኡ እያ እቲ ሕክማ ማለት እዩ ነዓም ኣብኡ እንከሎ ማእኸረደ ሚማ ላ ነፍሰ ለሁ ሳኢላ ካብቲ ነብሲ ዘይብሎም ወይ ከዓ ንኣሽቱ እንስሳታት ካብኦም ዝወፅእ ከዓኒ እዚ ከዓ ጣህር እዩ ሊኣኑ እቲያ ፎርሙላ ዝወሰድናያ ብቀዳማይ እንታይ'ኣ ክትከላኸሎም ዘሸግሩኻ? እዚ ካበይ ንመጸ ደሊል'ዩ? ቅያስ ካብቲ ኣድሙ። ነቢ ዓለይሂ ሰላቱ ወሰላም እንታይ ኢሎም? ምሳኹም ስለ ትሓድር፣ ምሳኹም ስለ ኮለል ትብል፣ ምሳኹም ስለ ዘላ ኣብ ገዛሲ እሳ እንታይ'ኣ ጣህር'ያ ኢሎም። ስለዚ እዚኣቶም ከኣ ጣህራ እዮም እቲኦም። ወላ ወላ እቲ ዝወጽእ ካብኦም ንምንታይ እዩ ሽግር እዩ ያኒ ስብሓን ኣላህ እዚኣቶም ነጃሳ እንተትኾኑ ነይሮም ያኒ እቲ ጣንጡ ዝሸኖ ወይ እቲ ሃመማ ትሸኖ ወይ ቀልቀላ ኣብ ገለገለ ነጥብታት ይረአ እዩ ብሕልፊ ፃዕዳ ክዳን እንተ ተኸዲንካ ግን ብዝኸደቶ ወይ ብዝሸነቶ ከከድካ ክትሓፅቦ ከከድካ ከተብሎ እንተ ደኣ ከሸግር እዩ ብጣዕሚ እዩ ዘሸግር ስለዚ እቲኣ ደፍቀደቶ ወይ ከዓ ጣህር ዛግበራ እቲኣ ድሙ እንታይ እያ ንክንከላኸላ ስለ ዘጸግመና ወከዛሊክ እቲኦም ጣንጡ ይኹኑ እቲኦም ሃመማ ይኹኑ እዚኣቶም ከኣ እንሻኣላህ እንታይ እዮም ወላ እቲ ካብኡ ዝወጸኦም እንታይ እዩ ጣህር እዩ ማለት እዩ ጣህር እዩ እንሻላ ብምቕጻል ኩሉ ጁዝኢን እንፈሰለ ሚን ሓየዋን መይተትሁ ነጂሳ ናዓም

ዝፈቅዶ ወይ ከኣ ስነ ስርዓት ኣተሓራርዳ ናይቲ እስልምና ተኸቲሉ እንተደኣ ደይተሓረደ እዚ እንታይ እዩ ነጅስ እዩ ኣይብላዕ ወይ ድርበይ ነጅስ እዩ ማለት እዩ ወከዛሊክ ብሂወቱ እንከሎ መሰለን እግሩ እንተደኣ ተቆሪጹ እቲ ብዕራይ ይኹን ወላ እቲ ግመል ስለዚ እዚ ልክዕ ከምቲ ምስ ሞተ ነጅስ ዝኸውን እዚ ከዓ ከሎ እቲኣ ፓርት ናይ ኣካላቱ እንተ ደኣ ተቢላ ነጅስ ኣይትብላዕን እያ ወነጃሳ ከያ ልክዕ ከምቲ ምስ ሞተ ግን ወረባውት ዓሳ ዓሳ ነባሪ ዓሳ ነባሪ እንዳነበረ እንከሎ ቆሪፅና ልክዕ ከምቲ ግመል ወይ ከኣ ከምቲ ብዕራይ ላእ ሊኣኑ እቲ ፎርሙላ እንታይ እዩ እቲ ዝብላዕ እንስሳ ምስ ሞተ ብዘይ ምሕራድ ሸርዒ ነጃሳ ኣይብላዕን እዩ ምሽ እቲኣ በጊዕ ከይተሓረደ እንተ ደኣ ሞይታ ነጅሳ እያ ኣይትብላዕን እያ እቲ ዓሳ ግን ወላ እንድሕር ሞይቱ ሓላል እዩ ስለዚ እቲ ፓርቲ ናቱ ከዓኒ ሓላል እዩ ማለት እዩ ጣህር እዩ ማለት እዩ ስለዚ ኣብ ህይወቱ እንከሎን ምስ ሞተን ጣህር ዝኾነ እንስሳ እንተደኣ ተባሂልና ዓሳ እዩ ማለት እዩ ዓሳ ከሎ ወይ ከዓ ስጋብ ወላ እንታይ ሽሙ ተኾነ ሓላል እዩ ጣህር እዩ ማለት እዩ ከዛሊክ ኣንበጣ ኣንበጣ ኣይደን ህይወቱ እንከሎ ምምኪን እታ ፍርቂ ነብሱ እንተ ተቖሪጣ ወቲ ፍርቂ ነብሱ ላጣህር እዩ ሊኣኑ ዝሞተ ኣንበጣም ክብልዑ ስለ ዝፍቀደልና ክብልዑ ስለ ዝኾኑ ስለዚ ወላቲ ፍርቂ ነብሱ ወይ ከዓ ናቱ ኣካላት እንተ ኣቢሉ እሱም እንታይ ጣህር እዩ እቲያ ፎርሙላ ካልኣይ እቲ ተሓሪዱ እቲ ዝሕረድ እንስሳ ከይተሓረደ እንከሎ እንተደኣ ሞይቱ እንታይ እዩ? ነጅስ እዩ፣ ኣይብላዕን እዩ፣ ሓራም እዩ። እቲ ክሕረድ ዘይግብኦ ወይ ከኣ ከይተሓረደ ሓላል ዝኾነልና ኤግዛምፕል ከም ዓሳ ወይ ከኣ ኣንበጣ እዚኦም ወላ ብህይወቶም ከለዉ ናቶም ካል ኣካላት እንተደኣ ካብ ህይወቶም ተፈልዩ እዚ እንታይ እዩ? እዚ ጣህር እዩ ማለት እዩ። ኢንሻ ኣላህ

እንታይ እዩ ቆርበቱ ወይ ከዓ እቲ ሻዕር ናቱ ወይ ከዓ እቲ ፀጉሩ እዚ እንታይ እዩ ጣህር ይብሉ ጠብዓን ኪላፍ ኣህለል ዕልም ገሊኦም ኣለዉ ነጅ ዝብሉ ገሊኦም ኣለዉ ጣህር እቲ ኣርጃሕ ኣልቀውል ጣሃራይ ለኣኑ ካብቲ ነብሱ ዝተፈለየ እዩ ካብቲ ነብሱ ዝተፈለየ እቲ ጨጉሩ ካብቲ ነብሱ ዝተፈለዩ

ምስኡ ስለ ዘሎ እሱ ማጆሪቲ ናብቲ ነጃሳ ዝገብሮ ስለዚ እቲ ጾጉሪ ግን ካብ ደም ዝረሓቀ ክንሪኦ ኢና ሸኽ ልስላም ተይምያ በል ሓታ ቀርኒ ሓታ ዓጽሚ እንተ ደኣ ከይተሓረደ ወላ ሞይቱ ሓደ እንስሳ እቲ ቆርበቱ ወቲ ዓጽሙ ወቲ ቀርኑ እዚ ኩሉ ዝጣህር እዩ ይብል ሸኽ ልእስላም ተይምያ ወሃዳ ቀውል እንታይ እዩ ተሪር ቀውል እዩ ማለት እዩ ሊኣኑ እዚኦም እንታይ እዮም ካብቲ ኣካላቱ ዝወፀ ወከዛሊክ እቲ ዓፅሚ ከዓኒ እንታይ ስጋ ስለ ዘይብሉ ወልሓንቲ ስለዚ እዚ እንታይ እዩ ጣህር እዩ ማለት እዩ እዚ ጣህር እዩ ዓንተወይ እቲ ዒላ ወይ ከዓኒ ጠሃራ ክትገብረሉ ወይ ከዓ ቀልቀልካ ከተፅርየሉ ኣይፍቀድን እዩ ዝበሉና ነቢ ዓለ ስላት ሰላም ንምንታይ እዩ ናይ ጅኒ ምግቢ ስለ ዝኾነ እዩ እምበር ነጃሳ ወይ ከዓ ጣህር ኮይኑ ኣይኮነን ስለዚ እዚ ክንፈልጦ ይግባኣና ማለት እዩ ግን ገሊኦም ዑለማ ነጅስ ዝበልዎ ከዓ ኣሎ ሶ እንሻኣላህ ሎም መዓልቲ ዝተምሃርናዮ ምልስ ኢልና ንድሕሪት እንተ ደኣ ርኢና እቲ ኣንዋዕ ነጃሳት ኢልና ኩሉ ግዜ እቲ ነጃሳት ውሑድ እዩ ብቁፅሪ እዩ ንምንታይ ኣልኣስል ጠሃራ እዩ እቲ ዝበዝሕ ነገር ጣህር እዩ ስለዚ ካብቲ ዝረኣናዮ መጀመርያ እንታይ እዩ ሽንቲ እዩ ሽንቲ ነጃሳ እዩ ሊኣኑ ሰበብ ዓዛብ ኣልቀብሪ እዩ ከምዚ ዝረኣናዮ እቲ ሓዲስ ኣብ ኣብ ቀብሪ ኮይኑ ይዕዘብ ሰሚዐሞ ነቢ ዓለይሂ ሰላቱ ወሰላም ወዚ ኻሰ ብነቢ ዓለይሂ ሰላቱ ወሰላም ሓደ ሰብ መጺኡ ቀብሪ ከምዚ ገብር ኣሎ ከምዚ ዝብል ቅቡል ኣይኮነን ሃዛ ሚን ኸሳኢስ ነቢ ሰለላሁ ዓለይሂ ወሰለም ነቢ ዓለይሂ ሰላቱ ወሰላም ዋሕይ ወሪድዎም ሰሚዐሞ ኣላህ ስብሓነ ወተዓላ ኣስሚዕዎም እዚኣቶም እዚኦም ስፔሻል ንነቢ ዓለይሂ ሰላቱ ወሰላም እዩ። ሓደ ካብኦም እንታይ ኢሎም፣ ሽንቲ ናቱ እንታይ ኣይገብርን ነይሩ፣ ኣየጽርይን እዩ ነይሩ። እዚ ከኣ ምኽንያት ናይ መዐዘቢ ናይ ዓዛብል ቀብሪ ኮይንዎ ኢሎም። ሓደ እዚ ሕጂ እንታይ የረድኣና ሽንቲ ነጃሳ ምዃኑ። ካልኣይ ቀልቀል፣ ቀልቀል ከኣ ነቢ ዓለይሂ ሰላቱ ወሰላም ኣብ ሓዲስ መጺኡ ኣሎ እንታይ ገብሩ ነይሮም፣ ወይ ብማይ ሕጸብዎ ነይሮም፣ ወይ ከኣ ብእምኒ ይኹን እንታይ የጽርይዎ ነይሮም። ክልተ ሳልሳይ መን ኢልና መን ይክተለፍ ልዑለማ ኢልና እቲ ኣርጃሕ ልቀውል ወለ ተደሪር እንታይ ቪው ራእይ እንታይ እዩ ጣህር እዩ ሊኣኑ ኣስል ናይ ወዲ ሰብ መፈጠሪ እዩ እቲ ስፐርም ስለዚ ካብኣቶም ከዓ ኣንብያ ሩሱል ስለ ዘለዉ ካብኣቶም ብነጃሳ ዝተፈጠረ ክትብል ኣይግብኣን እዩ ካልኣይ ሓዲስ መጺኡ ኣሎ ሰይድና ዓኢሻ ረዲየላሁ ዓንሃ ጥሉል ኮሎ ይሓጽበኦ ነይረን እንተ ደኣ ነቒጹ ግን ይፍርክትኦ ነይረን ምፍርካት ጥራሕ ንነጃሳ ኣይኣክልን እዩ ክትሓጽቦ ኣለካ ስለዚ እዚ እንታይ የረድኣና እዚ ጠሃራ ናይ መኒ ኢልና ንሪኦ ማለት እዩ ካልእ ዝረኣናዮ ሎም መዓልቲ እንታይ እዩ ናም እቲኦም ዘይብልዑ እንስሳታት ካብኦም ዝወፅእ ሽንቲ ይኹን ቀልቀል ኩሉ እዚ ነጅስ እዩ ኩሉ እዚ ነጅስ እዩ ብኪላፍ እቲኦም ዝብልዑ እንስሳታት እቲኦም ብልዑ እንስሳታት ናታቶም ጣህር እዩ ናታቶም ጣህር እዩ እንተ ደኣ ሓደ እንስሳ ከይተሓረደ እንተ ደኣ ሞይቱ እሱ ነጅስ እዩ ወላ ዝብላዕ ይኹን ግን ከይተሓረደ እንተ ደኣ ሞይቱ ካብኡ ሞይቱ እንከሎ ዝብላዕ፣ ሞይቱ እንከሎ ክንበልዖ ዝፍቀደና፣ እሱ ከኣ ከም ዓሳ ወይ ከኣ ከም ኣንበጣ፣ እዚኦም ከኣ እንታይ እዮም? እዚኦም ከኣ ጣህር እዮም ማለት እዩ። እወ ካልእ ጣሃራ እንታይ ርኢና ነርና? እቲኦም ዘሸግሩና ከም በዓል ከም በዓል ጣንጡ ሃመማ እዚኣቶም ንክንቆጻጸሮም ዘሸግሩና ቅያስ ካብ ምንታይ ወሲድና ካብቲ ኣድሙ እቲ ኣድሙ ነቢ ዓለይሂ ሰላቱ ወሰላም ጣህር እያ ዝበልዋ ንምንታይ ኣብ ገዛ ምሳና ኮለል ስለ ትብል ስለዚ እዚኣቶም ከዓ ክትቆጻጸራ ስለ ተሸግረካ ግን ድሙ ናታ ቀልቀል ይኹን ናታ ሽንቲ እንታይ እዩ ከነጽሩ ይግብኣና እዚ ካብቲ እንታይ እዮም እቲኦም ግሩፕ እቲኦም ዘይብልዑ ስግኦም ዘይብልዑ ስግኦም ካብኦም ትኣቱ ግን ከም ነብሳ ጣህር እያ ልቃ ከም ወዲ ሰብ ወዲ ሰብ ጣህር እዩ ግን ካብኡ ዝወፅእ ከም ዝረኣናዮ እንታይ ነጃስ ኣለዎ ጥፍጣፍ እንታይ ኢልና ጣህር ኢልና ንብዓት ጣህር እዩ ጻባ ናይ ጓል ኣንስተይቲ ዝወጽእ ጣህር እዩ መኒ ጣህር ኢልና ወካልእ እንታይ ርኢና ካልእ ነዓም ኣይ ቲንክ እሱ ኢና ርኢና ዘለና እንሻ ላህ ኣብ ዝመፅእ ካብ ዘለናዮ ጠጠ ዝበልናዮ ክንቅፅል ኢና ኣስኣልና ስብሓን ወተላ ኣን ይወፊቀና ሊማ ይሕብ ወርዳ